ድምፂ ኣሰና እዚ ካብ ከተማ ለንደን ዝመሓላለፍ ድምፅኹም ድምፂ ኣሰና እዩ ነቒሉ ጎቦት ነቒሉ

ምስ ሓርበኛ ጨማታይ ተጓሲ ቀምጨጭ ይብል ኣይኮንኩን ኮላሲ ንኹሉ እንኳዕ ኣርከብኩሉ
ኩቡራት ተኻታተልቲ ድምጺ ሰና ናይ ሎሚ ጋሻና መንእሰይ ስምኦን ሓጎስ ካብ ካናዳ ቶሮንቶ እዩ። ዛዕባና ሓፈሻዊ ኩነታት ሃገርና ኮይኑ ብመንጽርዚ ኣብ መንጎ ኤርትራን ኢትዮጵያን ተኸሲቱ ዘሎ ኩነታት ፖለቲካዊ ምዕባለታት ዝድህስስ ክኸውን እዩ። የቐንየልና ሓው ስምኦን ግዜ ዝሃብካና ብስም ተኻታተልቲ ድምጺ ሰና ኣዝየ የመስግነካ።
የቐንየልና ኣማንኤል። እሞ ብድሕረ ባይታኻ ክንጅምር ስምኦን፣ ፈለማ ምስ ሰማዕቲ ኣሰና ክትላለ ዕድል ክበካ።
ሕራይ ኣማኑኤል ኣነ ስምኦን ሓጎስ እበሃል ኣብ ኣስመራ ዓብየ ኣስመራ ዩኒቨርሲቲ ብፊዚክስ ተመሪቐ ድሕሩ እውን ኣርት ስኩል ኣትየ ምስቶም ቻይናውያን መፅዮም ዝነበሩ ምስኦም ክመሃር ዕድል ረኺበ ልዕሊ ዓመትን ገለን ናይ ሰርቲፊኬት ደረጃ እየ ክበሃል ዝከኣል ድሕርኡ ኣብ ዝበለ ጋዜጣታት ምስ ዘመን ይነጥፍ ነይረ፣ ጽሑፋት የዳሉ፣ ኢንተርቪዋት ይገብር፣ ከምኡ'ውን ካርቱን ከም ሳምራዊ ኮይነ ካርቱን የዳሉ ነይረ። ድሕርኡ ድሕሪ ምርዳው ጋዜጣታት እቲ ናይ ዘመነ ፊልም ምስ መጸ እውን ኣብ ፊልም ምድላዋት ኣትየ። ካፕተን ቀን ዘዳለኾም ፊልምታት ስቕታ ሰማያት፣ ቬሎ፣ ብርሃን ውሽጢ እዚኤን ከም ደራሲ ኮይነን ዘዳለኽወን ፊልምታት ክኾና ከለዋ ኣማኒት ከኣ ከም ጸሓፍ ዛንታን ዳይሬክተርን ኮይነን ዘዳለኽዋ ፊልም እያ። ድሕርኡ ኣብኡ ከለኹ ብዛዕባ ጉዳይ ሃገር ንህዝቢ ከነቓቕሕ ዝኽእል ኣሚን መገዲ ናይ ጥበብ ስርሓተይ ገይረ ንህዝቢን ንሃገርን ከገልግል ዝኽእል ሓሳባት ከወፊ ይፍትን ነይረ። ካብኡ ጀሚረ ካብ ኣስመራ ጀሚረ እውን ጽሑፋት ነቲ ቃልሲ ንድሕሪት መሊስና ኣንድነት እቲ ቃልሲ እንታይ ነይሩ ዕላምኡ እቲ ህዝቢ ከ ክፈልጦ ዘለዎ ኤርትራዊ ኣበናይ ደረጃ ይርከብ ኣሎ እንታይ ክኸውን ይግብኦ ዝሕብር ጽሑፋት ናብ ብዘን ናይ ደንበ ተቃውሞ ዋላ ናብ ኣሰና ውን ሰዲድ ነይረ ምስ ወጻኹ ክልተ ሽሕን ዓሰርተ ሰለስተን ካብ ኤርትራ ወጺኤ ካብ ሱዳን ጌረ ናብ ካናዳ መጺኤ ኣብ ካናዳ ምስ ኣተኹ ውን ጽሑፋት የዳሉ ኔረ ዝተፈላለዩ ጽሑፋት ኣማኑኤል ፎንቄ ከፍራ ናብ ኣሰና ናብ ካልኦት ውን እሰድድ ኔረ ኣውራጃና ኣሰና እሰድድ ኔረ ኣብ መወዳእታ ከኣ ነዛ ቅዋም፣ ዓመተ ቅዋም፣ ዓመተ ሰላም፣ ዓመተ ልዋም ትብል ጽሕፍቲ ምንኪ ዝበለት ናይ ሰላሳ ገደደን ፔጅ ዝኾነት ጽሕፍቲ ኣዳልየ፣ ከመይ ኣብ ቅዋም ከቢድ እምነት ስለ ዘለኒ እዚ ድሕረ ባይታይ በዓል ሓዳር ኣቦቑለትን እየ። ያ ጽቡቕ ጽቡቕ ስምኦን እሞ እስከ በቲ ደሓር ኣድሂብካ ዝሰራሕካሉ ናይ ስነጥበብ ኣበርክቶ ኣቢልና ብፍላይ ከምቲ ዝበልካዮ ገለ መልእኽታት ከመሓላልፍ ይፍትን ነይረ እንዲኻ ኢልካ ብኣብነታት ጌርካ እስከ ነቲ ነዚ ከም መሳርሒ ክትጥቀመለን ዝፈተንካ ፊልምታት ጠቒስካ የዕልለና ስምኦን።
እወ እታ ቀዳሚቲ ዘዳለኹዋ እታ ስቕታ ሰማያት እያ ነይራ። ስቕታ ሰማያት ብዛዕባ ሓንቲ ጓል ኣርባዕተ ዝተፈላለዩ ዓይነት ሰባት ትፈትዋ ኩሎም ነናቶም ክሳየድ ዘለዎም ዕላማታት ዘለዎም ሓደ ምሁር ኣሎ፣ ሓደ ከምኡ ተንኮለኛ ዓይን ሰብ ኣሎ፣ ሓደ ሓፋሮ ሃብታም ዓይን ሰብ ኣሎ፣ ሓደ ከዓ ሕድሪ ስውእ ዘኽበረ ሰብ ኣሎ። እታ ጓል ሰላም እያ ሽማ። እዚ መንገዲ እታ ስራሕ ገይረ እታ ሰላም እታ ቅሳነት ንኽትረኽባ ዝኾንካ ስዕ ሕድሪ ስዉእ እኻ ተኽብር ኣለካ ሃሜ እታ ሰላም ነቲ ሕድሪ ስዉእ ዘኽብረ እያ ትኽብር ነቲ ፍቕሪ ኣብ ድቂ ሰባት ዘርኣ እያ ተፍቅር እዚ ኾም እያ ነራ እሳ እታ ካልኤቲ ዘዳለኹዋ ቬሎ እያ ነራ ቬሎ ነቲ ቀንዲ ዕላማ ገዲፍካ ኣብ መገዲ ነቲ መተግበሪ ዕላማ ምግዳስ ወይ ኣብኡ ሸንኩለል ምባል እያ ትሕብር ሓንቲ ጓል ኣንስተይቲ ልዕሊ ህይወታ ልዕሊ እቲ መርዓ ንቤሎ ተፍቅር እዚ ከኣ ነቲ ኢሰያስ ልዕሊ እቲ ኣብ ህዝቢ ክሰርሖ ዝግብኦ ታሪኽ ልዕሊ እቲ ዝተቓለሰሉ ዕላማ እየ ዝኣምነሉ ንወቅቲ እዋን እቲ ንስልጣን የፍቅር ስለ ዘሎስ ንምንታይ ነቲ መተግበሪ ዕላማ ክንድኡ ዘፍቅሮ ዘሎ ከተጉ ክገብሮ ዝግብኦ ነቲ ቀንዲ ዕላምኡ ተወፍዩ ንስልጣን ከኣ መተግበሪ ዕላማ ተጠቂሙ ክሳዕ ክገብሮ ነይርዎ ኢለ ይሓስብ ነይረ። ንዕኡ ከም ካራክተር ወሲደ ዝጸሓፍኩላ እያ። ኮሜዲ ብኮሜድያዊ መንፈስ ዛውንታ ቀዳመይቲ ኣብ ኤርትራ ምሉእ ኮሜዲ ፊልም እያ። እታ ዝለዓለ ደረጃ ተዓዊታ ዝነበረት እያ እውን። ድሕሪኡ ብርሃን ውሽጢ ትብል እቲ ምዳልየ እታ ብርሃን ውሽጢ ናይ ሚኒስትር ትምህርቲ እያ ነቲ ካሪክለም እንታይ ዝበሃል ተማሃራይ ዝማእከለ ኣገባብ ካሪክለም ብሓይሊ ተኣታትዩ ስለ ዝነበረ ኤርትራ መምህር ኣይተረድኦን ተምሃራይ እውን ይርድኦ ኣይነበረን መምህር ኣይተቐበሎን ተምሃራይ ይርድኦ ነበረ መፅሓፍ ካብ በቲ ካሪክለም ተዳልዩ ሕጂ ሰለስቲኡ ዝተጋጨወ ነገራት ስለ ዝነበረ ነዚ መፍትሒ ክርከቦ ኣለዎ ዝውረዶ ዝኽሰር የብሉን ኢለ ሓሲበ ነታ ካሪክለም ኣጽኒዐ ጸገማታን ገርምታን ናታ ስቶሪ ፈጢረ ክስታይ ክገብራ ፈቲነ ብመንገዱ እቲ ካሪክለም ገይረ ከኣኒ ቱሴን ሰንተር ዝበሃሉ ተምሃራይ ገይረ ዝማእከል ኣገባብ ምሃራ ዝበሃል ናይ ተምሃራይ ናጽነት መሰል ስምዒትካ ናይ ምዝራብ ሓሳብካ ተሳታፋይ ናይ ምዃን ዕድል ዝኸፍት ስለ ዝኾነ ክትሓስቡ ከለኻ ዕሙቕ ኢልካ ተሪኢኻ ከኣ ዲሞክራሲ ማለት ስለ ዝኾነ እቲ በቲ ሓሳብ ኣሚን በቲ ባህሪ ናይቲ ስርዓት እውን ከተግብሮ ይግብኦ ስለ ዘይነበረ ኣነ ንዓለምኒ እዚ ዲሞክራሲ ኣብ ህዝቢ ማዕረ ክንደይ ኣገዳሲ ከም ምዃኑ ንህዝቢ ብዲሞክራሲ እንድሕር መሪሕካዮ እቲ ህዝቢ ዋና ኮይኑ ካልእ ለውጢ ወይ ትራንስፎርሜሽን ከምፅእ ከም ዝኽእል ክሕብር ኢለ ዝፀሓፍኳ ፅሕፍቲ እያ ነይራ። ድሕሩ ኣማኒት ወይን ተወልደ ትበሃል ተዋሳኢት እያ ደሪሳ ሂባትኒ ጽሒፋታ ግን ሙሉእ ኣይነበረትን ድሕሩ ኣነ እውን ቀይረ ሰብኣይ ንሰበይቲ ገዲፉ ናብ ዝሙት ዝኸይድሲ ናብ ውሽምነት ዝኸይድሲ ድፍኢት ናይ ሰበይቲ እውን ኣለዎ ንኽብል ኢለ ህዝቢ ኤርትራ ከኣ እዚ ዲክታተር ንክኸውን ናህና ድፍኢት እውን ኣለዎ ስለዚ ሲ በቲ ዝግብኦ ሚዛን መዚንና ንመያቱ ዝኾን ዝሳተት ዶ ኣይምኾነን ዝብል ሓሳብ ክስፋሕ ክገብር ስለ ዝገበርኩ እየ ድሕሩ ግን እቲ ናይ ፍሉይ ጸሓፍ ነረ ናይ ፖለቲካ ጽሑፋት ወይ ነቲ ህዝቢ ንምንቕቃሕ ዝግበር ነበረ ካብ ኩሉ ከኣ ቃልሲ ህዝቢ ኤርትራ ንሓርነትን ንናጽነትን ንሓርነትን ምዃኑ ክበርሃሉ ንዝኾነ ሰብ ነቲ ተቓሊሱ ዝመጸ ምስ ታሪኹ ክዕረቕ ነቲ ታሪኽ ዘይፈልጦ ከኣ ነቲ ታሪኽ ብግቡእ ክፈልጦ ዕላማ ዝነበሮ ቃልሲ ምንባሩ ንኽሕብር ከኣ ብዙሕ ጽሑፋት ጽሒፈ ስብሓት ወልቂኻ ጽወየቀ ወዳእታ እዛ ናይ ቋም ብላይካ ኣለኹ ማለት እዩ። ሕራይ እስኪ ኣብቲ ናይ ስነጥበብ ተመሊስና ክንሪኦ ከለና ምናልባት ከምዚ ዝበልካዮ ንኢሳያስ ዝገልጽ ነቲ ኩነታት ዘንጸባርቕ ኔሩ ትብል ኣለኻ ኣነ እቲ ፊልምታት ብፍላይ ብቐረባ ኣይፈልጦን እየ እቲ ጽሑፋት ጽቡቕ ኣለኻ ተበርክቶ ከም ነበርካ ብሓንሳብ ፈልጦ እየ ኣብ ኤርትራ መቸም ኣብዚ ናይ ድራማታት ናይ ፊልምታት ወይ ካልእ ተመሳሳሊ ስነ ጥበባዊ ኣበርክቶ ዝቆጻጸር ናይ ሓደ ጉጅለ ኣሎ እንድዩ ናይ ሰንሰርሺፕ ኣብኡ እንታይ ጸገማት ኣጋጥመካ ነይሩ ምናልባት ሕፅር ኣቢልካ ዶ ዋላ ኣዝዩ ሽፉን መንገዲ ጌርካ ኢኻ ክትገልጾ ፈቲንካ
እወ ጾታ ሰማያት ክንደይ ሸሞንተ ወርሒ ምሉእ ሸንኮለል ኣቢሎምና ማለት ሓሪፋ ተወዲኣ ውሽጢ ሰሙን ኩና እናጸብጸበና ሸሞንተ ወርሒ ምሉእ እታ ሸንኮለል ኣቢሎምና ክንደይ ተሳቒና ክንደይ ገለ ገለ ክሳብ ዓሊ በጺሕና እያ ሓሊፋ ድሕርኡ እዛ ቬሎ እቲ ሳንሰር ዝገብር ክኽልክላ ሓሲቡ ነይሩ። ትርዳኣኒ ክኣለትን ትርጉማ ትርዳኣኒ የላን ገለ ነገር ሕብረኒ ኣሎ ገለ ዓይነት መንፈስ ይረግኣሉ ኣይነበርን ከመይ ኣ ነይሩ ካፍታይ ምስ ኣሎ እዚ ህዝቢ እዚ ሲ ፈራሕ እዩ ነቲ ዝሪኦ ገዲፉስ ምስ ሰምዖ እዩ ዝኣምን ሰልፊ ኩርሑስ ኣብ መቕጻዕቲ እዝኑ ተሓቢኡ ኣሎ ገለ ዝበሃል ፍርያት ኣሎ። ደሓር ኣብቲ ቬሎ ምግዳል ነይሩ፣ ናይ ምግዳል መንፈስ ነይሩዎ ምስ ኣለካ ኩሉ ዕላማኻ ንሓደ ነገር ምውፋይ ግን ነቲ ዝሓሸ ነቲ ቀንዲ ዕላማ ነቲ ፕሮሰስ እዩ ኣነ ንገዛእ ርእሰይ ህዝባዊ ግንባር ንዓይ ቬሎ እዩ ኣዲሃን ኩሉ ሰብ ነናቱ ቬሎ ኣሎ ህዝባዊ ግንባር ዕላማ ኣይኮነ መተግበሪ ዕላማ እዩ ምክንያቱ ጀብሃ ንዓይ ዕላማ ኣይኮነን መተግበሪ ዕላማ እዩ ዕላማ ናጽነትን ሓርነትን ህዝቢ ምርግጋጽ እዩ ሕጂ ኩሉ እቲ ተጋዳላይ ይኹን እቲ ህዝቢ ንገዛእ ርእሱ ኣብ ኦብሴሽን ናይ ስደት ኦብሴሽን ናይ ፍርሂ ኦብሴሽን ናይ ምሻለካ ናይ ነብስኻ ምእዋን ክሳብ ገይሩ ስለ ዝነበረ እዚ ኦብሴሽን እዚ ክስዕሮ እንድሕር ኮይኑ ጸገሙ ከለሉ ኣለዎ ከምዚኣ ኩይነ ኣለኹ ክብል ክኽእል ኣለዎ ከምኡ ኢሰያስ ኦብሰሽን ናይ ስልጣን ኣለዎ ኢለ ስለ ዝሓስብ ዝነበርኩ እዛ ናይ ስልጣን ሕማም እኳ ኣልያቶ ዝኾን ኢሰያስ መወዳእታ እታ ፊልም እንታይ ትዕጾ ነታ ትፈትዋ እታ ተፍቅራ ነገር ክትገድፋ ምስ ፍቃደኛ ምስ ኮነት ኣያ ትረኽባ ኢሰያስ ነታ ስልጣኑ ክገድፍ ተዚ ፍቃደኛ ተትኾን ህዝቢ እናጣፍዐ ናብ ቦትኡ ምመለሱ ሕድያት ምዃኑ ንክትሕብር እያ ዝሳገያ ብሳብ ሱር ግን እንዳተዓጻጸፍካ እንዳኣመንካ ገለ መለ እዛ ስንታ ስማ እዛ ብርሃን ውሽጢ ሽዱሽተ ዓመት ሙሉ እዮም ሸንኮለላት ሎሚ ይደልይዋ ይፈርህዋ ይደልይዋ ጓጀት ይብልና ንብልዋ ገለ መለ መዓት ክታያት ሓሊፋ እያ መወዳእታ ድሕረይን ከማን ኣነ ምስ ወጻኹ ኣይተራእየትን ሓንሳብ ሲነማ ኣብ ሮማ ምስ ተመረቐት ድሕሪ ውን ክትርእ ኣየፍቐዱላን። ጽቡቕ ጥዕምቲ መዝሙር ነይራታ ምናልባት ክሳራርጻ ካሴት ኣላ ምሳይ ግን እታ ዲቪዲ ኣላ ምሳይ ግን ናይ እምነት ጉዳይ ስለ ዝኾነ ክዘርግሓ ኣይደልን እየ ዋንነታ ናተይ ስለ ዘይኮነት ረዲኣኒ ግን እቲ ጸገም እቲ እንታይ ዝባል እቲ ሳንሶኦ ሰንስርዕ ብሰብ እሚንካ እንዳሽካዕካ ተማላሊስካ ገለ መለ ኢካ ርክስ ኣይትገብሮ ኣብ ማለት ከም ዝሓልፍ ትገብሮ ኣሎ ጂ ኮምታት ጸገም ክንደይ ጸጥ ክዋልፍ ነይሩ እቲ ውሽጠይ ግን ኩሉ ግዜ እቲ ህዝቢ ዘለዎ ደረጃ ኣነ እንድሕር ኣርቲስት ኮይነሲ ነዚ ህዝቢ ዘለዎ ደረጃ ርእየና ክኾኖ ዝግብኦ ክመርሖ ክእል ኣለኒ ኮምፓስ ክኾን ኣለኒ ኢለ ዝሓስብ ስለ ዝነበርኩ ኩሉ ግዜ ቅሱና ይብንኩ ቤት ስራሕኹ ፊልምታት ከባቢ ሽዱሽተ ሸውዓተ ኣለዋ እዚ ቆፀራ ዝብል ከምዚ ምሻለካ ብሳንሱር ዘይሓለፈ ከምዚ ንስኹም ሞት ክንፈልጣ ጥቂዕኹምና ኢኹም ህይወት ክትፈልጧ ዕድል ዘይትቡና ናህና ወለዶን ነቲ ቅድመና ዘሎ ወለዶን ክስታይ ዝገብር ስም ዝብል መዓት ስራሕቲ ነርና እዩ ደሓን ሕጂ ስምኦን እታ መሰረታዊት ሕቶ መሊስካ እንዲኻ ቁሩብ ክንስጉም በዚ ዝበልካዮ ፊልምታት ኣብ ገሊኡ ንኢሳያስ ከም ገጸ ባህሪ ከም ካራክተር እውን ክትሪኦ ከም ዝፈተንካ እንዲኻ ጠቂስካ ዘለኻ ሕጂ እስከ ምናልባት ነቲ ስነ ጥበባዊ ተመክሮኻ ምስ ፖለቲካዊ፣ ምስ እዋናዊ ፖለቲካዊ ትዕዝብቲ ኣተኣሳሲርና ክንሪኦ፣ ኢሳያስ ሎሙቅነ ናብ ኣዲስ ኣበባ ምስ ከደ ዘርኣዮ ባህሪ ይኹን ዘረባ ንህዝቢ ኤርትራ ተቐይርዎ ኢዩ ቀንዩ። ክዛረበሉ'ውን ቀንዩ ኣሎ ህዝቢ። ገሊኡ ይዋሳእ እወ ነይሩ ክብል ከሎ ገሊኡ ድማ ኖ ኣይፋሉን ሓቀኛ ባህሪኡ ዝተጋህደሉ ኣጋጣሚ እዩ ነይሩ እ፣ ኢሎም ክዛረቡ ትሰምዕ ኢኻ እሞ ብወገንካ እ፣ ተዋስኦ እንተ ደኣ ነይሩ ክኢልዎ ዶ ነይሩ ናይ ብሓቂ ወይ ሓቀኛ ባህርያቱ ዝተጋህደሉ ኣጋጣሚ እንተ ደኣ ነይሩ ከኣ እ፣ ከመይ ኢሉ እዩ ንሓምሳ ዓመታት ካብ ህዝቢ ኤርትራ እ፣ ከዊልዎ ክኸይድ ጸኒሑ እ፣ ትዕዝብትኻን ገምጋምካን ብዛዕባ እዚ እንታይ እዩ እ፣ ስምኦን?
ኣው ኣነ ን ኢሰያስ እቲ ዝበርትዐ ኣክተር ዝብሎ ሰብ እየ ምሽ ኣለካሲ ከም ኢሰያስ ኣይነት ማለት ዋላ እዚ ደኣ ንርኢ ኣለና ኮይንና እምበር ኢንተርቪዋት ካብ ቀደም ናጽነት ጀሚሩ ስዋኣት ክበሃሉ ከለዉ መን እዮም ስዋኣት ተባሂሉ ምስ ተሓተተ ስዋኣት ስውእ ዝበሃል ህጂ ኩሉ ምእንቲ ናጽነት ካብ ገዝኡ ዝወጸ ሰብ እዩ ኢሉ ገልጽዋ። ንደሓር እንታይ ቀይርዋ እቶም ስዉኣት እቶም ኣብ ሜዳ ዝተሰውኡ ኣብ ናብ ሜዳ እቲ ውድብ ዝበልዖም ከም ስዉኣት ኣይሓሰቦምን። ዲሓን ኩሉ ግዜ ኣእማኝ ኣእማን ኮንቪንሲንግ እቲ ኣገባብ ክስታዩ ደይና ጭኔና ጌስዓን ክልተን ጌስዓን ክልተን እንተል እንድሕትን ኢና ትሕትንኡን ኣኽብሮቱን ኣብ ህዝቢ ኤርትራ ዘለዎ ሓልዮትን የጸልለካ እዩ። ዲቃላ ድሕሩ ታናይ ተጋደልቲ ተፈሊኻ ምስ ተጋደልቲ ከመይ ተማሳሚሱ እታ ናይ ችቸሮ ዝነበረት ኣድማ ከመይ ተማሳሚሱ ወዲእዋ ድሓር ከመይ ዳይቨርት ገይሩ ርኢናዮ ኢና ዲቃላ ሕጂ እቲ ካራክተር ኣሎ ከምዚ ፖለቲሽያን ተኾንካሲ ኣክተር ክትኮን ኣለካ ገለ ውንታት ኣሎ እቲ ባህሪ ኣነ እዛ ናይ ኣዲስ ኣበባ ኣይገርመትን እታ ዝገርመትን ናይ ኣስመራ እያ ቀዳማይ፣ ኣስመራ ዶክተር ኣቢይ ምስ መጸ ዝነበሮ ክስታይ ነዚ ህዝቢ'ዚ ዕስራን ሓሙሽተን ዓመት ዝኸሰሮ መሰል እዩ ኣኺብዎ ካብታ ናጽነት ጀሚሩ ዝዓይነት እያ እታ መንፈስና። ሕጂ ካብኣ ጀሚሩ ዝነበሮ ፍሽኽሽኽ ዝነበሮ ክስታይ ገልበለ እሞ ከኣ ኣክት ይገብር ከምዘይነበረ ብንጹር ትርእዮ። ያ ስለዚ እቲ ኣት ዝገበሮ እቲ ናይ ነዊሕ ዓመታት ዝተጓዕዞ ጉዕዞ እዩ ኣነ ንኢሳያስ ዘድንቆ ሰብ እየ ብኣስኪ ናቱ ምስካኒ ሕጂ ዕስራን ሓሙሽተን ሓምሳ ዓመታት ንህዝቢ ኤርትራ ክሳኽብሎ ከሎ ይወርድ እኳ እዩ ንኢሳያስ ከምስ ኩሉ ሓደ ኣይኮነን ኣብ ሜድያ ካልእ እዩ ብፕራይቨት ትረኽቦም ሰባት ዝብሉኻ ካልእ እዩ ተራት ትሑት ሰብ እዩ ኣድሃኒ ክጭክን ከሎ ካልእ እዩ ኩሉ ተኣኪቡ ይኽእሎ እዩ። እታ ኣቲ ክገብራ ዘይከኣለ እታ ናይ ዶክተር ኣቢ ምምጻእ እያ። እዚኣ ኣቲ ክትገብራ ኣይከኣለን። ከመይ ነዊሕ ዓመታት ኣብ ውሽጡ ከምቲ ናይ ኣምባሳደር ናይ ክሳይ ተዛረቦ ናይ ኣብ ኬንያ ዘሎ ዝጸሓፎ ነዊሕ ዓመታት ዝተቃለሰሉ ቃልሲ እዩ። ኢትዮጵያ ምስ ከደ ከኣ ኣኽብሮት ናይቲ ህዝቢ ምስ ረኣየ እቲ ኣብ ህዝቢ ኢትዮጵያ ዘለዎ ፍቕሪ ብንጹር ኣርእዩና። በተለይ ምናልባት ድሓር ኣብ ገለ ሕቶ ንገድ ድስታይ ንገብራ ንኸውን የማነ ተስፋ ገርጊስ ዝበሃል ካብዞም ኣብ ሶማል ዝነበረ ወኪል ናይ ህዝባዊ ግንባር ኣባል ሕውን ሰልፊ ዝነበረ ተክለ ገርግሽ የማነ ተክለ ገርግሽ ተክለ ገርግሽ ሓቂ ንሱ ጽቡቅ ትካል ጻላቶ ባጽ ፈሊሱ ድዩ ጽዋ ዋላ ገለ በል ጽቡቅ ነገር ኣርኤ ነጊርና ኣሎ ናይ ንጉ ናይ ሲዳሞ ናጽነት ግንባር ሓግዘና ክብሎ ናይ ኢሳያስ ከይዶም ኣራኺቦም ከኣሱ ሕጂ ሓግዘና ክብሎ ምስ ከዱ ይሰራኸዎም እንታይ ኢሉ ኢሳያስ ንናጽነት ባን ዲሞክራሲ ድዮም ዝተቃለሱ ብሄራት ሓቢርኩም ትቃለሱ ዘለኹም ዘለና ንሕና ኢትዮጵያውያን ኣይኮናን ብዛዕባ ኢትዮጵያ ኣየገድሰና ንሕና ናትና ምምሕዳር ነርና ምኒልክ ዘጥፍኦ ንሕና ምምሕዳርና ኣብ ትሕቲ ንጉስ ጠኖ እዩ ኢሎሞ እንታይ ኢልዎም ሽዑ ሰንቢዱ ኢትዮጵያውነት ማለት እንታይ ማለት ምዃኑ ትፈልጡ ግን ክንኮሩ እንታይ ኢትዮጵያውነት ንሓደ ኢትዮጵያዊ ኢትዮጵያውያን ኣይኮናን ክትቡ ገለገለ ኢሉ ብጣዕሚ ሰንቢዱ ብጣዕሚ ሓሪቑ ከዓ ስሜት ይቆጣጠር ኣይከኣለን ን ዶፎ እዚ ደሓር ህጂ ዝመጻና ዘሎ ናይ በዓል መን እዩ ዝበሃል ናይዞም ኩሎም ኢንተርቪዋት ድመጻና ዘሎ ገለ ግደፎ እዚኣ ንዓይ ዓባይ ትሪገር እያ ዓባይ ነገር ንምንታይ እዩ ከምዚ ዝገብር ዘሎ ንምንታይ እዩ ከምዚ ዝገብር ንምንታይ እዛ ሃገር ዘዕንዋ ዘሎ ንምንታይ እዛ ንህዝቢ ዘጥፍኦ ዘሎ ንዑድ ይኮን ተቃሊሹ እዚ ኩሉ ሕቶ ንምንታይ እታ ስልጣን ክሳብ ክንዲ ዝብሂግዋ ገለመታት እናበልካ ኩሉ ግዜ እንዳ ትሓትት ዳን ኢሳያስ ዝመስል ሰብሲ እዚ ዝመስል ክብ ኣነ ኢሳያስ ኣብ ቅዋም ኣብ ሳይ ተወዳዲሩ እንተ ዝመጽእ ኣነ ምረጽኩዎ ንክምረጽ ከኣ ካብቶም ቀንዲ ጎስጎስቲ ምኾን ኮይኑ ትስምዓኒ ክሳብ ንምንታይ እዩ ህዝቢ ኤርትራ ከምዚ እንዳባህቦ ከሎ ክሳይ ትገብር ናይ ዓላማ ሕቶ ምዃኑ እዩ ዝረኣየካ ዳን ርሑቕ ዝጠመተ ዋላ ኣብቲ ገድሊ እውን ንሶም ንናጽነት ክጥምቱ ከለዉ ልዕለዎም ጸለል ኢሉ ክወጽእ ዘብቅዖ ልዕሊ ናጽነት ንዑ መሳርሒ እምበር ዕላማ እዩ ሰማላ ናጽነት ንዑ መሰጋገሪት እምበር ዕላማ እዩ ዕላማ ስለ ዘይነበረት እዩ ልዕሊ ጸለል ኢሉ ክወጽእ እሳቶም በቲ ውድብ በቲ ገለበለ ክቅጭንኦ ከሎ እሱ ኣብኡ ከሎ ተን ኪ ፖይንት ርኽብሩ ከደ ክስታ እዩ ኣብኡ እስክንዲ ገለ እዩ ዘሎ ቀዳም እሳቶም ተሓሲዮም ዘለዉ እቲ ክሳይ ናታ ናጽነት ናይ ኤርትራ ናይቲ ውሑድ ህዝቢ ገልምዶ ኣይኮነን ናቱ ናቱ ራእያስ ኣይኮነን ካልእ እዩ እቲ እዚ ኸኣ ን ኢሳያስ ኣግዚፉ ነዊሕ ዝጥምት ርሑቕ ዘማዕዱ ዝጽመም ክገብሮ ክኢልዎ ሕጂ እዚ ኢትዮጵያ ኣብቲኣ ዘርእያዮ ዓክፍን ዓክፍን ኣይኮነን ናይ ብሓቂ ስዩ ኢተይ ንህዝቢ ኢትዮጵያ ዝተቀበሎ ክብረት ከኣ ምሽ ይኾነልካ እንድዩ ይጠሓሰልካ እንድዩ እቲ ክብረት ከኣ ንሃደ ሃገራዊ ጅግንኦም እዮም ከምኡ ተቀቢሎሞ ክብሉ ኮት ስጋሓት ጀሚሩ ልዕለና ምእንቲ ሓድነት ኢትዮጵያ ዝተቃለስ ፕረዚደንት ኢሳያስ ምዃኑ ኣይንፈልጥን ኔርና ክብሉ ጀሚሮም እቶም ወታደራት ናይ ደርጊ ዝነበሩ። ሕጂ ንሕና ኤርትራውያን ነቲ ደረጃ ናይ ኢሳያስ ኣይበጻሕናዮን። That's why ይስዒርና።
ሕጂ ኣብኣ ስምኦን ተስፋ ጌርና እዋ ኣብኣ ቁሩብ ክኾልፈካሲ እዚ ሲዒሩና ክትብል ከለኻ እንታይ ማለትካ እዩ እዚ ኩሉ ክትጠቕሶ ዝጸናሕካ ካብቲ ተዋስኦ ጀሚርካ ክሳብዚ ዝተፈለየ ዕላማ ነይርዎ ንሳቶም ናይ ናጽነት ዕላማ እናሃልዎም ንሱ ግን ካልእ ዕላማ ሒዙ ይጓዓዝ ነይሩ ክትብል ከለኻሲ ብዛዕባ ምትላል ኢኻ ትዛረብ ዘለኻ ማለትሲ ፊት ንፊት ዕላምኡ ኣግሂዱ ምስቶም ብንጹህ ልቦም ንዕላምኦም ንናጽነት ዝቃለሱ ዝነበሩ ተዳሪጉ ኣይኮነን ኣብዚ ደረጃዚ በጺሑ እሞ ኢንፋክት እቲ ህዝባዊ ግንባር ንባዕሉ ምስጢራዊ ምንባሩ እቲ ምስጢራዊ ሰልፊ ብሽም ናጽነት ተጠቒሙ ምኻዱ ንባዕሉ እውን ሓጊዝዎ እንዲብኡ ሕጂ ከመይ ጌርካ ንኢሳያስሲ ኣክንዲ መታለሊ ከም ሳዕሪ ጌርካ ትገልጾ ኣለኻ?
እንታይ ምስለካ እማ ኢስያስ ዕላማ ዘለዎ ሰብ እዩ ዕላማ ዘለዎ ሰብ ምስ ጸላእቱ ሓዲሩ ምስ ጠላቱ ኮይኑ ዝተቃለሰ ሰብ እዩ ኢስያስ ንዕላምኡ ነዊሕ ዝጽመም ሰብ እዩ ተዓጻጺፉ ተመሳሲሉ ብኮታት እንዳላለየ ዝተጓዕዘ ሰብ እዩ ዳን ኣነ ንዓይ ኢስያስ መታለል ይኮር ንዓይ ፈዳይን እዩ ንዓይ ተዳይዑ ፀላኢ ፀላኢ መሲሉ ኮኑ ዝቐርቡ ንፀላኢ ንዑዑ መሲሉ ይተቐርብ እቲ እዚ ኩሉ ዝገብሮ ዘሎ ከዓ እንሻለካ ከምዚ ንስልጣን ንገለ ዘይኮነስ ነዊሕ ዕላማ ዘለዎ ተወፍዩ ዝተቃለሰሉ ነዊሕ ዝኸፈለሉ ዕላማ ስለ ዘለዎ እዩ ኣብ ከምዚ ደረጃ ዝበፅሕ ብዓብዪ ስዕረትና ግን ከምቲ ሰዓረና ዘይምፍላጥና እዩ ታሪክ ኢሳያስ ንዓሰብ ንኩናት ባዕሉ ጀሚሩልና ኣብታ ኩናት ኣውሪድና ቅዋም ዶ ኣቢልዋ ዓሰርተ ሓሙ እቶም ጀጋኑና ቀቲሉልና ወላ ሓንቲ ክንገብር ኣይከኣልናን ብዶብ ኣማሳ ምሽ ዕስራ ዓመታት ነታ ሃገር ኣዳኺሙ እንታይ ገይርዋ ወላ ሓንቲ ክንገብር ኣይከኣልን ዓሰብ ኤርትራ ናብ ጉዳይ ሳንክሽን ከም ትኸውን ገይሩ ንሓንቲ ክንገብር ኣይከኣልናን። ዓሰብ ንኢማራትን ንስዑድያን ናይ ኲናት ቦታ ክትከውን ሂብዋ ዋላ ሓንቲ ክንገብር ኣይከኣልናን። ኣድሃኒ ሕጂ ከኣ እቲ ከኣ ዓሰርተ ሽዱሽተ ዓመታት ዝጸበነ ናይ ዶብ ሕቶ ሕቶይ ኣይኮነን ምስ በለና ዋላ ሓንቲ ክንገብር ኣይከኣልናን። ክንቅቦሎ ኣለና ኢዝ ኤርትራ ናይ ኢሳያስ ኮይና ከም ዘላ ክንቅበል ኣለና ተሳዒርና ከም ዘለና ክንቅበል ክንክእሎ ኣለና እዚኣ እንድሕር ዘይተቀቢልናያ መፍትሒ ፀገም ኣይምንጭን ኢና ናብዛ ዓብየት ፀገም ዘለናዮ ደረጃ ዘይምርዳእና እዩ ከምዚ ፈራሕ ቆልዓ ክኣ ተሎሲ ሴረምን ይሃብኒ እስኪ ገለ ዝበረኒ እስኪ ውድቀኒ ኣውድቆ ይጨፋልቆ እውይ ሕጂ ከኣ ኣምዚ ጌርካ እንዳበልና ኢና ንቅጽል ዘለና ኢሳያስ ግን እንታይ ክገብረና ኣብዚ እዋን እዚ ይኽእል እዩ ነዚኣ እንድሕር ኣሚንና መን ምዃንና ዘለናዮ ደረጃ ንፈልጥ ኢና ዝዓበየ ጸገምና ኣብ ደንበ ተቓውሞ ይኹን ኣብ ኣብ ዝግበር ዘሎ ናይ ደገ ቃልሲ ይኹን ኣብቲ ኣብ ኤርትራዊ ዘሎ ክው ኣብ ኤርትራ ዘሎ ክውንነት ነታ ንእሽተይ ዝቐረበልና ምስሊ ምስ ተቐቢልና ስዕረትና ከይኣመንና ንጓዓዝ ኩሉ ኤርትራዊ ነፍሲ ወከፍ ኤርትራዊ እዩ ዘሎ ነፍሲ ወከፍ ኤርትራዊ ብኢስያስ ተሳዕረ ኢስያስ ተሳዕረ ኤርትራዊ የለን ኣብዛ እዋን ነፍሲ ወከፍ እዩ ዘሎ ምሳሌ እዚ እነሆ ሸው ከፊኤ ሳብ ኤርትራ ብኢሳያስ ክሰዓር ከሎ ታሪኽ ኤርትራውያን ብሙሉኡ ብኢሳያስ ተሳዒሩ መጻኢ ወሎድናታት ኤርትራ ውን ብኢሳያስ ተሳዒሩ ዶ ክርደኣና ይኽእል ኣሎ። ሕጂ ኣብዚኣ
ስምኦን ክልተ ነገራት እንድዩ ከምቲ ኣንቶይ ዝበልኩኻ ብኡ በቲ መስመር እቲ ክኸይድ ምትላልን ምስዓርን በበይኑ እዩ ኢሳያስ ኣብቲ ናይ ናጽነት ቃልሲ ማዕሬና ጥራዩ ዘይኮነስ ልዕሌና ሓላይ ናይቲ ናጽነት ኮይኑ ልክዕ ከም ህዝቢ ኤርትራ ደላይ ናጽነት ኮይኑ ኣብቲ ማዕበልቲ ኮይኑ ዝኸይድ ዘሎ ወዲ ጋንታኻሲ ምሳኻ ብድፋዕ ጸኒሑ ቀቲሉካ ክኸይድ ከሎ ስዒሩካ ማለት ኣይኮነን ውዲት ገይሩ ኣታሊሉ ኢኻ ክትብሎ ትኽእል ብ ሕጂ እቲ ስዕረት ኢልካ ከተምጽኦ ከለኻ ሕጂ ግን ኦኬ እንተተሳዒርካ ተንበርኪኽካ ማለት እዩ ተረዲኻ ኣለኻ ኦኬ ሕጂ እውን ህዝቢ ኤርትራ ኣብ መገዲ ከም ዘሎ እ፣ ወሲድካ ነቲ ናቱ ተንኮልን ሽርሕን እ፣ ፈሊጡ ገና ስ- ስዕረቱ ከይተቐበለ በንጻሩ እቲ እ፣ ዝረኸቦ ዓወት ንዕኡ ከድሕን እ፣ ምዝኽኻሩ ዶ ኣይምሓሸን ከመይ ጌርካ ኢኻ ዲል ትህቦ ዘለኻ ንኢሳያስ ከም ዝሰዓረ መታለሊ ኩንስቱ ሰራቂ ናይ ታሪኽ ሰራቂ ናይ ተወፋይነት ኩንስ ዋላ እታ ዓንተቤት ትብሎ ዝጸናሕካሲ ልዕሊ ሰቡ ከም ዝሰርሐ ዓይነት ዘርኢ ኣቀራርባ ዕድል ክበካ እንዴ ልዕሊ ሰቡ ዘይኮነስ ብዋጋ ሰብ ዝሰርሐ ኣብ መንኮብ ናይ ተጋዳላይ ናይ ጀጋኑ ተወጢሑ ዝኸደ ሰብ ዘይኮነን ኢሳያስ
እንታይ መስለካ ኤማ እዚ ኩሉ ትብሎ ዘለካ ሓቂ እዩ እስካላ እዚ ክገብር ዘብቅዖ ግን ናቱ ክእለት እዩ እስካኒ ኣነ ፈዳይን ከተማ ኣትዮም ድሕር ኣቃጺሎም ኣታሊሎም ኣይብሎም ንዕላሞም ስዒሮም የብሎም መንግስቱ እኮ ነቲ ናይ ወዲ መንሽም ወዲ ረዳሐት ኣብ ክሳይ ዝጸንሖ ኣብ ኤርፖርት ተሰዊኡ ዝጸንሖ ጅግና እዩ ብጅግነት ክጎርዎ ኢሉ ጅግንነት ኣሚኑላ ሰላካ ጅግንነት እምነላ ካል ኣታሊሉ ድዩ ክሳይ እንታይ ዝበሃል ሰረት ወይ ምስዓርን ምዕዋትን ዘይምዕዋትን ፋይናል ቦል ተሳዒርና ኣለና ክሳብ ሕጂ ህዝብና ተባታቲኑ ኤርትራውያን ኣብ ኩሉ ደረጃ ክንብፀሕ ኮይኑ ግባኣና ህዝብና ተዋሳሲን ኣሎ ዓድና ባዲማ ኣላ ዳን ኩሉ ነገርና ፋሕፋሕ ኢልና ዳይሬክሽንና ኣጥፊና ፋሕፋሕ ትግራይ ማዓሽ እንድሕር ከም ተሰዓርና ኣሚንና ምስጋድ ኣይኮነ ከም ተሰዓርና ተኣሚንና ስዕረት ኣብ ደም ኤርትራውያን የለን ኣብ ደም ኤርትራውያን ስዕረት የለን ተሳዒርካ ምንባር ኣብ ደምና የለን ዳስዋ ኢና ክንበራበር ንኽእል ኣብ ደም ኤርትራውያን ኣሚን ስዕረት ዝበሃል ኣትሞስፌር ኤርትራዊ ክነብሮ ዝኽእል ኣትሞስፌር ኣይኮነን። እንተፈሊጥዎ ክነብሮ ዝኽእል ኣትሞስፌር ኣይኮነን። ዘይምፍላጥና ኣብኡ ንነብር ስለ ዘለና እዩ ንሕና ኤርትራውያን ብሓደ ውልቀ ሰብ ኣይኮነን ኣሽሓት ሓምሳ ሚልዮን ኢትዮጵያ መፂኦም ኣይሰዓሩናን እኳ ደኣ ዓዶም ከይድና ኢና ስዒርናዮም ሕጂ ደረጃኻ ምፍላጥ ነቲ ዘለኻዮ ክውንነት ምፍላጥ ነቲ ደሓር ትገብሮ ጉዕዞ ምፍላጥ ማለት እዩ ንሕና ኤርትራውያን ግደፎ ተጋዳላይ ኮይንካ ወተሃደር ኢትዮጵያ ክኾንካ ከም ኤርትራዊ ኤርትራውነት ተኣሚንካ ኢኻ ትጓዓዝ ንኸይትፈርሕ ምልሻ ስርና እዮም ልዕሊ ወተሃደራት ዝዋግኡ ነይሮም ኣብ ኤርትራዊ ፍርሒ ዝባሃል የለን እንድሕር ኣትይዋ እታ ጉዳይ ኣትይዋ እዩ እዳን ግን ክቅበላ ክእል ኣለዎ እታ ዘላ ጸገም ዘለናዮ ክውንነት ዘይንቅበሎ ምህላውና መዓልታዊ ኣብዚ ዝተፈጸመ ጉዳያት ንንህር ምህላውና መዓልታዊ ዘስጠፍእ ሓዊ ከነጥፍእ ጥራይ ንጎይ ስለ ዘለና እዩ ጸገም ስዕረትና እንድሕር ተቀቢልና ስዕረት ናህና ዘይምዃኑ ናይ ኣቦታትና ናይ ወለዶታትና ዘይምዃኑ ስለ ንፈልጥ ኣነ እምበ ኣይ መፍትሒ ክንረክብ ጸገም ኣይንረክብና። ሕጂ ኣብኡ ስምኡ እንታይ እዩ? ኣብኡ ሕጂ ምስዚ እዋናዊ ናይ ለንቅነ ኩነታት ምስ ተዓንተወ ጅምር ዘበልኩልካ ዘረባ ማለትሲ እቲ ብዛዕባ ዘርኣያ ተዋስኦ ዝበሎ ዘረባታት ዋላ ኣዛሚድና እሞ ንርኣዮ ነዚ ነገር ኣይ ናይ ኣብቲ ናይ ምስዕረትን ኣብቲ ናይ ምትላልን ናይ ምስዓርን ነገር ንኣብነት ተረእኻዮኖ ንኣብነት ኢሳያስ ሲ ኣብ ኣብይ ኣብ ኣዲስ ኣበባ ምስ መጸ ኣነ መደረ ክገብር ኣይተዳለኹን ኢሉ ተረዲእኻኒ? እንደገና ኣዲስ ኣበባ ከይዱ እውን ጋሻ ኮይኑ ተዓዲሙ ከሎ ኣነ ኣይተዳለኹን ኢሉ እዩ ተዛሪቡ። ሓፂር ዘረባ እዩ ተዛሪቡ። ሕጂ ናይ ብሓቂ ድፍረት እንተዝህልዎ ሳዕሪ እንተዝኸውን ምሻ ኣለካ እቲ ስዕረት ምስዓር ሲ ፖዘቲቭ ኮኖቴሽን እዩ ዘለዎ ከምኡ ዓይነት ሞራል እንተዝህልዎ ኢሳያስ በንጻሩ ፈራሕ እንተዘይከውን ስለምንታይ እዩ ክሕባእ ዝፍትን ክሕባእ እዩ ፈቲኑ ሕጂ በቲ መግለጺ ኣይገብርን እየ ዝበሎ ናይ ግድን ሓቅታት ክዛረብ ስለ ዘለዎ ህዝቢ ኤርትራ እንድሕር ፈሊጥዎ እንድሕር ገጢምዎ ከኣ ክስዕሮ ከም ምዃኑ ስለ ዝኣምን እዩ ዝሕባእ ነይሩ ስለዚ ህዝቢ ኤርትራሲ ምስጢር ተኸዊልዎ ስለ ዝጸንሐ ካልኦት ረቋሕቲ እውን ስለ ዝተዘራረይሉ ዶ ኣይኮነን ልኢሙ ዘሎ በንጻሩ ንኢሳያስ ከመይ ጌርካ ከም ሳዕሪ ትሪኦ ኣለኻ? እወ ኣነ እስኪ ተዳሉ ዘለካ ናይ ኢሳያስ ትሪኦኮለኩ እስቲል ተቃላሳይ ምዃን እዩ ዳኣመ ወዲሓን እስቲል ጉዕዙ ዘይወደእ ሰብ ምዃን እዩ ዳኣመ እስቲል ዝሓልሞ ነበ ንዊሕ ነጋት ኣለዎ እንታይ ኣምሲሉ ነገር እንታይ ኣምሲሉ ኣፉ ከፊቱ ከም ዝግበር እንታይ ኣምሲሉ ኣብ ቃልዕ ወፅእ ይቃለስ እዩ ዘሎ ተዳይኑ እኛ ኣለና ውሽጢ ሓቢብ መን ምዃኑ ከይነገረ ብፍሑፍሑ ክኸይድ ኣሎ ከምኡ ኢኻ ተቓላሳይ ትገብር ዕላምኡስ ኣብ ዝበጽሕ። እሞ ኣብዚኣ ሕጂ እታ ተቓላሳይ ትብል ቃል እንድየ ማለትሲ እቲ ናትካ ኮንቴክስት ከተብርሃ ምእንቲ ሕጂ ተቓላሳይሲ ንህዝቢ ኤርትራ ኣይኮነን ተቓላሳይ ንኢትዮጵያውያን ተቓላሳይ ክኸውን ኣይኮነን ይኽእል እዩ። ን- ሕጂ እታ ፖይንት ዘላ ንዓና ኣነ ኢሳያስ ንዚ ኩሉ ክሳይ ንህዝቢ- ናይ ህዝቢ ኤርትራ ተቓላሳይ እንተትኹን መዓር ክንደይ ምበሃግኩዎ ሱዳን ኢሳያስ ምስ ዴሳዊ ተዋሳእቲ ቃላት ኣይኮኑን እሞ ሃሱስ እዩ ቃልሲ ክበሃል ህዝቢ ኤርትራ ዘለዎ ሃሱስ እዩ ክበሃል ዘለዎ ምኽንያቱ ተቓላሳይ ትብሎ ኣብ ጎንኻ ኮይኑ ነቲ ንሱ ይ- ይኸደሉ ኣለኹ ከዕውቶ ደሊ ኣለኹ ዝብል ዘሎ ዕላማ ብጋህዲ ማለት እዩ ብእውጅ ንኣብነት ናጽነት ኤርትራ ወይ እ፣ ዲሞክራስያዊ ምስግጋር ናይ ኤርትራ ክሰርሕ ዝሰርሕ ሰብ ኢኻ ተቓላሳይ ትብሎ እምበር በንጻሩ ዝሰርሕ ሰብ ሃሱስ ኢኻ ክትብሎ ዘለካ። እቲ ንዕኡ ምስ ኢሳያስ ኣላጊብካ ተምጸን ዘለኻ ቃላት ኣውንታዊ ቃና ዘለዎን እየን። ሰዓሪ፣ ተቃላሲ ትብሎ ኣለኻ። በንጻሩ ግን እዚ ከዳዕ በንጻሩ እዚ ሃሱስ እዩ ክበሃል ዘለዎ። ብዓይኒ ኤርትራውያን እየ ዝብለካ ዘለኹ። ኢትዮጵያውያን ተቃላሳይ ክብልዎ ይኽእሉ እዮም ከምዚ ዝበልካዮ ዓንተወይ ጠቂሙና ርኤኹም ኢሳያስ እኮ ናትና ወኪል እዩ ነይሩ ክብልዎ ይኽእሉ እዮም። ተቃላሳይ ክብልዎ ይኽእሉ እዮም።

በቃ ሕጂ ይብለይ በሉ ኣነ ኢሳያስ ክመውጮ ኢለ ክሓስብ ከለኹ በታ ብዘላትኒ ድርብቲ ዓቕሚ ከም ካራክተር እየ ክገልጾ ዘለኒ ከም ካራክተር ክገልጾ ከለኹ እታ ጸሓፋይ የርዳእካ ኣሎ ሚዛን ክትሕዝ ይብልካን እንታይ እንታይ ይገብር ኣሎ እንታይ እንታይ ይገብር ኣሎ ህዝቢ ነቂሕሉ ዶ ኣይነቕሓሉ ከመይ ገይሩ ይስክዖ ኣሎ ገለ ይርድኦ ዲኸ ናይ ዶብ ንፈልጥ እኳ ኢና ኩላና ንቅዋም ነዚ ጉዳይ እዚ ናይ ዶብ ሕቶ ደው ኣቢልዎ ከም ዘይጸንሐ ግን ኣብታ ምክንያት ርዒምና እስከ ድሓን እዚኣ ትኹን እንዳበልና ተጓዒዝና ንስዕረትና ከኸዊልና ኢና ተጓዒዝና ሕጂ ኣነ ዝኾነ ነቲ ኔጌቲቭ ካራክተር ዘሎ ይኹን ፖዚቲቭ ካራክተር ዘሎ በታ ንሱ ዘውፍረየላ ነቲ ዓላሙ ዘውፍረየላ ዘሎ ኣጣምታ እያ ክጥምት ዘለኒ ብሓቂ ንኤርትራዊ መን ምዃነይ ክገልጸልካ እየ ተባሃር ሓሰረ ደሓን ኣብኡ ክንመጽእ እንዲና ስምኦን ሕሳብ ይሕሳኒ እየ እማ ሕጂ ኣብዚ ኣዋን ህዝቢ ኤርትራ ንኢሳያስ ተሳዒሩ ዘሎ ሙሉ ሙሉ ተሳዒሩ ኣሎ ከይትረድኦ ከዓ ከይትቐበላ ከዓ ሕጂ ርሒቐ ኣነ ዝጥምቶ ዘለኹ ኤርትራዊ ኮይነ ይኮንኩ ዝፅሕፍ ዘለኹ ወይ ኢትዮጵያዊ እየ ኮንኩ ዝጽሕፍ ዘለኹ ከም ካራክተር እየ ዝጽሕፎ ዘለኹ። እሞ ዋላ ኣብዛ ናይ ካራክተር እኮ ሳይሞን ካራክተር ንባዕሉሲ ኣብ ሓደ ኣብ ሓደ ፊልም ክልተ ዓይነት ጠባያት ኣለዉ ሓደ ሄሮ ክኸውን ከሎ ወይ ሄሮይን ክትከውን ከላ እቲ ሓደ ከኣ ቪልያን ዝበሃል ኣሎ ኢሳያስ ሕጂ ብዓይኒ ኤርትራዊ ተዓዛባይ ናይዚ ፊልም ቪልያን እዩ እምበር ሄሮ ኣይኮነን። ዋላ በቲ ኣናሎጂ ትወስዶ ዘለኻ እዋ ቪ- ቪልያን እንዲዩ ፅቡቅ ኣለካ ቪልያን ኣነ እኮ ኤርትራ ንኤርትራ ርቢሕዋ ንኤርትራ ጠቂምዋ ይኮን ንኤርትራ ስዒርዋ ጨፍሊቅዋ እየ ድብል ደለኹ ዳካ ደሎ ስዒርዋ ንኤርትራ ሕጂ ሓደ እቲ ኣክተር ሽዑ ክመፅእ እዩ ስዕረቱ ከም ዝዓመለ ክመፅእ እዩ ተሳዒረ ኣለኹ ተሰኒፈ ኣለኹ ዓቕሚ ኣደልዲለ ክመፅእ ኣለኒ ምስ በለ ሽዑ እዩ ነብሱ ዘደልድል ኩሉ ግዜ ምውዳህ ሪኢኻ ይኹንካ መጀመርያ ትፅዕር ቪልያን እዩ እስካል ግን እቲ ደራሲ ንቪልያን ክገልጾ ከሎን ነቲ ክገልጾ ከሎን ሚዛናዊ ክሳይ ገብር ጸግዒት ህዝን ንክልቲኡ ማዕረ እዩ ኳልቲ ትፈጥር እዚኣ እታ ፖይንት ኣላ ሕጂ ብኣ ምዛናትካ ዛሚዳ ኣነ ሕጂ ንኣብነት ብናተይ ከም ርእቶ እንታይ ኢሎም ዝበልኩ መስለካ ነቲ ንሱሳዕ ንሓምሳ ዓመታት ዝሓብኦ ምስጢር ሕጂ ከግህዶ ምፍታኑ ንኣብነት ናይቲ ኣብ ውሽጢ ኤርትራ ኮይኑ ሓቢእዎ ዝጸንሐ ኢትዮጵያዊ ስምዒት እንድሕር ኮይኑ ንኣብነት ማለተይ'የ፣ ሕጂ ምግሃዱ ናይ ስዕረቱ ምልክት እዩ። እቲ ንሓምሳ ዓመታት ናይ ዝቐ ዓወቱ ዋላ እቲ ይሰዓር ድዩ ዘሎ ዋላ ይዕወት ኣሎ? ሕጂ ግዝያዊ ሕጂ እዚ ዘሎ ሆይሆይታ ሕጽኖት ክረክብ ይኽእል እዩ፣ ግን ህዝቢ ኤርትራ ኣብ ዝፈለጠሉ ሰዓት ከምቲ ኣንቶይ ዝበልኩኻ ክስዕሮ ምዃኑ ስለ ዝፈልጥ፣ That's the point ኣነ ውን እታይ ኢለ ዘለኹ ኣብዛ እዋን እዚኣ ግን ሓንቲ ዓመት ተቃሊሱ ነብሱ ሓቢኡ ሕሰቦ ናይ መንካዕ ዝሓለፈ ኩነታት ክልተ ሰሙን ካብ ሓላፍነት ወሪዱ ፍቅዶ ጽላል ክውዕል ከሎ ብሉካ ድሕሩ ድሕሩ ናይ ተጋደልቲ ድሕሪ ናጽነት ዘጓንፎ ናይ ተስዓን ኣርባዕተን ከም ካራክተር ርኣዮ ኤማ እግሃን ከም ካራክተር ክትሪኦ ከለካ ነዚ ኩሉ ሓሊፉ ኣብዚ ደረጃ እዚ በጺሑ ኣሎ። ነታ ሃገር ኣዳኺምዋ ኣሎ። ሕጂ ከኣ ብሰላም ኣመኽንዩ ቪልያን እኮ ዳይሬክትሊ እኮ ንሳ ዝገበረታ ድያን ክልተ ዓይነት ዳይሬክት ዝገበረታ ኣሎ ተሓቢኡ ንዓኻ መሲሉ ፓራሳይት ኮይኑ ዝዕንወካ ከኣ ኣሎ ሕራይ ስምኦን ኣብዚኣ ከይንወስነዚኣ ሞ ክሳይ ንቆሮ ደሓር ምስቲ ኣደ ናይ ኤርትራውነት ክቅርቦ ዘለኒ ክስታይ ኮንቴንዳና ደሓር ክጸና ሕጸ ኣብኡ ክንመጽእ እንዲና ሕጂ ነዛ ዘልዓልካያ ጨንፈር ብካራክተር መጺና ብናይ ስዕረቱ ማለትሲ ከም ናይ ሳዕሪ ምልክት ጌርካ ውን በዝገለጽካዮ መልክዕ ተዛሪብና እንዲና ምስኡ ዝተኣሳሰር እንታይ እዩ ካብኡ ወጻኢ ማለት እዩ ካብዚ ክጠቕሶ ዝጸናሕካ ወጻኢ ኢሳያስ ሓምሳ ዓመታት መቓልስቲ ነይሮሞ እዮም ህዝባዊ ግንባር ዝበሃል ውድብ ነይሩ ኣብኡ ከም መራሒ ከዓ ክሰርሕ ማለት ሲ ኣሕሊፉ ማለት እዩ ሰላሳ ዓመታት ብድሕሪ ናይ ናፅነት ጉዕዞ እውን ዕስራን ሸውዓተ ዓመታት ሓሊፉ ኣሎ ሕጂ ካብዚ ናይ ካራክተር ኣገላልጻ ወጺእና ንኢሳያስ ከምዚ ንኽገብር ካብቶም ካልኦት ብጾቱ ጸብለል ኢሉ ነዚ ንብሎ ዘለና ዕብለላታት ከዘውትር ዝሓገዞ እንታይ እዩ? እንታይ እዩ እቲ ከምኡ ዓይነት ኣኻእሎ ዝሃቦ?
እንታይ መስለካ የማል ኣነ እስኻ ርዳእካ ኢየ ዝመስለይ ዘሎ PHD ትሓስብ እንድሕር ኣለኻ ኮንካ NA ንዓኻ ትላል ኢያ። ወይ ቢኤ ንዓኻ ቀላል እያ እዚኣ ስንጥቅ ኣቢልካ ክትከይዳ ኣለካ ህልዊ ሕልምኻ ንውይ ንውይ ዘሎ ሒዝካላ ናይ እሲያስ ሕልሚ ናጽነት ኤርትራ ኣይነበረን ናጽነት ኤርትራ ምስ ክኣልዮ ስለ ዘይክእል ሓያል ማዕበል ስለ ዝነበረ ሙስቲ ማዕበል ከይዱ ነቲ ማዕበል መሪሑ ደሓር ነቲ ማዕበል ገዚዑ ናብቲ ንሱ ዝደልዮ ማዕበል ገዚዑ ድሓን ንዑ ከም መሳርሒ ገዚዑ ንዑ ተጠቂሙ ናብ ረብሑ ቀይሩ እቲ ከራግጾ ዝደሊ ናይ ምንዊ ሕልሚ ከተግብር እዩ ዝጓዓዝ ዘሎ ሰብ እዚ እዞም ኩሎም ትብሎም ዘለኻ ንፉዓት ጀጋኑ ገለመለ ገለመለ ንኢሳያስ መሳርሕቲ ዘይኮኑ መሳርሒ እዮም መሳርሒ ስኢንካ ትብሎ ዘለኻ ከምዚ ንስኻን ብጾትካን ማለት እዩ። መሳርሒ ግን ከምታ ንስኻ ማክሮፎን፣ ቴፕ ገለ መለ ትሓስበኩም እዮም። ንሕና ኢና የዕሊና ንሪኦም ዓፋ ከምዚ ኮይኑ ጉጅለ ዓሰርተ ሓሙሽተ ከምዚ ኮይኖም መን ከዓ ከምዚ ኮይኖም ገለ መለ ንሻስ መሳርሒ እዚኦም ክስታ እዮም ኣብ እዋኑ መፂኦሞ ተጠቂሙ ዝደርብዮም ሰባት እዮም እሳቶም ግን ነቲ ሃገር ሃገር ከም ትኾኑ ዝገበርዋ ሰባት እዮም ንዓና ንኤርትራውያን ተገለ ኣለካ ኢልና ኣብኣ ሕጂ ፀብለል ኢሉ ክወፅእ ዘኽኣሎ ፀብለል ኢልካ ክትወፅእ ክትመርሕ እንተ ኮይንካ ፀብለል ክትብል ኣለካ ፀብለል ክትብል ኮንካ ከዓ ልዕሊ እቶም ኣብኡ ዝረኣዮም ዘሎ ንላዕሊ ስኻ ንዓኻ ክረኣየካ ክእል ኣሎ ኣብኣ ሕጂ ሳይመን እንታይ ምበልኩ ኣነ ብናተይ መልክዕ ማለት እዩ ምናልባት ከም ሕቶ ናበይ ዝትውሰድ ድኣ ግን ነቲ ዘተ መቐጸሊት ትኾነና እያ እዚ ትብሎ ዘለኻ እንተኾይኑ ዕላማ ናይ ኢሳያስ ናጽነት እንተድኣ ዘይነይሩ ካብኡ ዝዓቢ ሓሳባት እንተድኣ ነይርዎ ንኣብነት ኤርትራን ኢትዮጵያን ኣሕቢርካ ናይ ምግዛእ ድዩ ከምኡ ዓይነት ዓበይቲ ኣምቢሽንስ ኢሳያስ ኣብዚ ዝሓለፈ ዕስራን ሸውዓተን ዓመታት ክሳብ እዛ ሎሚ እዚኣ ማለት እዩ ድልየቱ ዘግህደሉ ዘሎ እዋን ተሳዒሩ ጸኒሑ ማለት እዩ ዕስራን ሸውዓተን ዓመታት ስለዚ ዋላ እቶም መሳርሒኡ ነይሮም እንብሎም ዘለና እውን ብኡ መንጽር ክትሪኦም ከለኻ ክሳብ እዚ እዋን እዚ ሕጂ እዩ ዝፍተን ኢሳያስ ሰዓረ ድዩ ኣይሰዓረን ንኤርትራ ናብ ኢትዮጵያ ክሕውሳ ክፍትን ከሎ ነቲ ዕላምኡ ኣግሂዱ ንኤርትራ ምስ ኢትዮጵያ እንድሕር ክሕውሳ ፈቲኑ እሞ ኸኣ እንድሕር ተዓዊቱ እዩ ሰዓሪ ክበሃል ዘለዎ እምበር ክሳብ እዛ እዋን እዚኣ ዕላምኡ ናጽነት እንተድኣ ዘይነይሩ ተሳዒሩ እውን ክንብሎ ንኽእል ኢና ንኢሳያስ። ኣይንኽእልን እንታይ መስለካ ናጽነት ክትመጽእ ምዃና ፈልጣ እዩ ድሌት ህዝቢ ኤርትራ እያ ኩሉ ኤርትራዊ ክውጀቡላ ፍቓደኛ ዝኾነት ፍቓደኛ ኮይኑ ዝርከበላ ዕላማ እያ ነይራ። ናጽነት መጺኣ እያ። ዕስራን ሸውዓተን ዓመት ግን ንጻ ናጽነት ምስ ህዝቢ ኤርትራ ንኸበኣሳ ዝከኣሎ ጽዒሩ እዩ። ተዓዊቱ ይኸኣል'ዩ። ክንደይ ህዝብና ድዩ ተሰዲዱ ዘሎ ክንስደድ ሓሲብና ድዩ ንፈል ሰባት ኢና ተሰዲድና ዘለና። ሕልምታት መዓት ሕልምታት ዝነበረና ሰባት ንግዜ ሕልምና ተሪፍና ዘለና። ክንደይ ድዩ ኣብ ባሕሪ ተጸኒሑ ዘሎ ክንደይ ድዩ ወቕሳይ ዝኾን ደሎ ካብ ዝለዓለ ዓወት ታይ ደሊኻ። ኤርትራዊ'ሲ ንኢትዮጵያዊ ክቕበል ነፍሱ ትሕቱ ክንደይ ድዩ ኣብ መዓስከር ስደተኛታት ኣብ ኢትዮጵያ ዘሎ ኢትዮጵያዊ ምዃን ከማን ዘይረኽቦ ዘሎ መዓት እኳ እዩ ዝኩሉ ሲ እንዳሰዓርና እንዳሰዓርና እንዳሰዓርና ብሓንሳብ ኣይኮነ ዝፀረ ድያ ነዊሕ ዝተሃፀ ሃገራውነት እዩ እንዳሰዓርና እንዳሰዓርና እንዳሰዓርና ይኸይድ ኣሎ ሕጂ ካ የርእየና ኣሎ እቲ ናይ ስዕረት ፋይናሊ የርእየና ኣሎ ፋይናሊ እታ ዝብለካ እውን እውን ተስዓርና ኣለካ ኣለኹን ከም ተስዓርና ክሳብ ሕጂ ግን ክንኣምና ኣለና ከመይ ድሕርኡ ንዝመጽእ ጉዕዞ መፍትሕ ክንረክብ ተኾይና እዚኣ እታ ናተይ ዘረባ። ሕጂ ባኣ ስምኦን ኣነ ኣብቲ ፍራስትሬሽን ናይ ንሕና ኤርትራውያንሲ እቲ ናይ ቀደም ጅግንነትና ዘይምዕቃብናን ክሳብ ሕጂ ንሓምሳ ዓመታት ተታሊልና ምኻድናን ከማኻ ልክዕ ፍራስትሬትድ ማለትሲ በቃ ብጣዕሚ ጉሁይ ናይ ዘለኹ ፍራስትሬሽን ሓቂ ኣይኮነ ኣነ ኖ ኖ ዝብለካ ኣይተረዳእካን ፍራስትሬሽን ኣይኮነ እዚ ክውንነት ዝቅባል ኩነ ከይተቀበልካ ነፍሲ ተምጽን እያ ዝተጓዓዝናዮ ዓመታት እዩ ፍራስትሬሽን ንምንታይ ከምዚ ኸውን ንምንታይ ከዚኣ ትፍጥር ንምንታይ ከምዚ ንምንታይ ሬሳታት ላምፔዱዛ ዓዶም ኣይቅበሩን ንምንታይ ገለ እንታይ እዚ እዩ ፍራስትሬሽን እንታይ ዲኻ መስለካ ነዚ እኮ ነጺሉ ዝተዛረበሉ ሰብ የለን ንኣብነት ሲ ንኹሉ ኢኻ ትገልጾ እቲ ስትራተጂካዊ ድኻማትካ ትገልጾ እቲ መዓልቲ መዓልቲ ዝካየድ ክውንነታት ከኣ ትጠቕሶ ሕጂ ነቲ ነጺሉ ዝተዛረበሉ የለን ኤርትራዊ ሲ ዋእ ኤርትራ ናጽነት መወዳእታና ኣይኮነን ናጽነት ምርግጋጽ ሓደ መድረኽ እዩ ብድሕሪኡ ዲሞክራሲያዊ ስርዓት ክንተክል ኣለና ተባሂሉ እኮ እዩ ዋጋ ተኸፊሉ ዘሎ ብዛ ሃገር ክንደይ ህዝቢ ዋላ ተኣሲሩ ኣሎ ክንደይ ህዝቢ ተመቂሑ ኣሎ ክንደይ ምንቅስቃሳት ተላዒሉ ኣሎ ኣብ ዋላ ኤርትራ ቀሊል ነገር ኣይነበረን ሕጂ ኣብዚ ሲ ህዝቢ ኤርትራ ብምሉኡ በዚ ጉህዩ ማለት እየ ንባዕሉ እቲ ህዝቢ ኤርትራ ፋሕፋሕ ዝብለሉ ዝስደደሉ ዘሎ ምክንያት እኮ እቲ ዘምጽኦ ናጽነት ከምቲ ዝተጸበዮ ናጽነት ስለ ዘይኮነ እዩ። ሕጂ እንታይ እየ ዝብለካ ዘለኹ ኣነ ውንሲ ከምዚ ናትካ ጓሂ እስመዓኒ እዩ በዚ ኤርትራውያንሲ ዋይ ናብዚ ደረጃ እዚ ወዲቕና ብዓይኒ ክብረት ብዓይኒ እቲ ክንገብሮ ዝነበረና ኣብኡ ማዕረ ኢና ዘለና እየ ዝብለካ ዘለኹ ኣነ ሕጂ ቁሩብ ሕርኽርኽ ትብለን ዘላ ካብኡ ወጻኢ ግን ኢሳያስ እንታይ እዩ ኮታዒ ማሶር እዩ ጎበካ ብብርሃን ብርሃን ተእትወሉ እቲ ውላዓሉ ዘለኻ ኮይኑ ኖ ብርሃን ኣይኮነን ኣይትርዳኣና ኣለኻ ኣነ ከም ካራክተር ንግለጾ ነብስና ንገምግም እየ ዝብል ዘሎ ፈቲሓ ኣለኻ ንኢሳያስ ስዒርና ወዲኡ ይብል ኣለኹ ዘለናዮ ደረጃ ግን ብሪያሊቲ ክስታይ ንኹን ኣይንሓሱ ነብስና ኣይነታልል እየ ዝብል ዘለኹ ምኽንያቱ እዛ ዘለናያ ደረጃ እዛ ዘለናያ ደረጃ እያ እንታይ ንገለ ታሪክ ዓሰርተ ሂቦም ኣሎ ምሽ ባድመን ገለ እንተድቦም ንገብሮ ነገር እኮ የለን ክንገብር እንተኮይና ግን ዘለናያ ደረጃ ንፍለጥ ኢሳያስ ዕላሙ እዚ እዩ ንክስዕረና ተቃሊሱሎ ስጋብ ሕጂ ስዒርና ኣሎ ንሕና እቶም ኤርትራውያን ኣይኮናን ዘለና ፈጺምና ኢላ ዘለና ኣይንሓሱ ንሕና ዘለና ደረጃ ማንም ዓለም ዝሰካሓትሉ ደረጃ እዩ ተሰንፊና ኢና ዘለና ካብ ዝዓዝብ ስዕረት የለን። እሞ ዝጠፍኦ ኤርትራዊ እኮ የለን ስምኦን ስምኦን ኤርትራውያን ተዋሪድና ከም ዘለና ኖ ኖ ኖ ተሳዒርና ኣለና እዛ ስዕረት እዚኣ ክንቀበላ ሓይልና ጸላኢና ክሳብ ክንደይ ሓያል ምዃኑ ፈሊጥና ሓይልና ንውጻእ ጸላኢና ክንስዕር እዚኣ የብሎ ንዃና ን ዝብለካ ዘለኹ ህዝቢ ኤርትራሲ ተዋሪዱ ከም ዘሎ ስደድ ከም ዘሎ ባዕሉ እንድዩ ዝውዕሎን ዝሓድሮን ዘሎ ይኸፍል ከም ዘሎ ተጨውዩ ኣብ ውሽጢ ዓዲ ሽፍትነት መሊኡ ባህሉ ተዘሪጉ ከም ዘሎ ዝጠፍኦ ስእሊ ኣሎ ምኽንያቱ እንታይ ደኣ ምዃኑ ስለ ከመይ ጌርካ እሞ ኣፍቀርካሉ ሓሳዊ ክትብሎ ኣይትኽእልን ኢኻ እዚሲ እዚ ሪያሊቲ እዚ ንኹሉ ርኡይ ኖ ኖ ኖ ስእሊ እዩ ሓሳዊ ዝብለካ ዘለኹ እሱ ኣይኮነን ነወይ ኮነ ሓሳዊ ዝብል ዘለኹ እዚ ንዛረብዎ ዘለናሲ ተጋሊስና ፈቲሃን ብግቡእ ንፍለጦ ጉደት መበኽኒ ኔርና ስጋብ ሕጂ ብዶብ ስነ ለምኽንዮ ኔርና ዶብ ተትህንጠፅ ዶብ ተትህንጠፅ ዶብ ሰጊርዎ ሓሊፉ ከም ተራ ለቃሕ እንታይ እንታይ ክንገብር ክኢልና ኣለና እስካኒ ክሳብ ቴስዓን ሓደን ዝተጓዓዝናዮ ጉዕዞ ናህና ኢስያስ ናይ ጉዕዞና ንቆላ መራሒ ይኹን ዳኣምበር ናይ ሕልምና ሰዓቢ እዩ ነይሩ ዳን ድሕሪ ቴስዓን ሓደን ዝተጓዓዝናዮ ጉዕዞ ኻኒ ንሕና ግዳይ ናቱ ኢና ኮይና ግዳይ ሕልሙ ኢና ኮይና ንሕና እቶም ኤርትራውያን ኤርትራውያን ክንከውን ኣይበቃዕናን ዘለና። ሕጂ ካብ ኣብ ወጻኢ ኤርትራውነት ኤማ ኣብኣ ሽንኩለ ንብላ ኖ ኖ ኖ እሞ ናብኣ እንድያ ሰራቲት ስምዒት እንድያ ናብኣ ክስረካ ደልየ ኣነ ኣብኣ ሕጂ ኣይንመለስ እሞ ኣብኣ ኣይንመለስ ካልእ ሕቶ እኮ እየ ሓቲተካ ዓንተወይ ናብኣ ከይተመለስካ ናብዚኣ ከይተመለስካ ሲ ንኢሳያስ ካብኡ ጸብለል ዘበሎ ኢለ ምስ ሓተትኩ እንዳ ናብኣ ተመሊስና ዘለና ሕጂ ንዓ ንግደፋ ደሓን እታ ዝዓበየ እወ ዕላማ ስለ ዝነበሮ ኢልካ ሓሊፍካያ ኣለኻ መስለኒ ንዓ እሞ እወ እወ ኣብ ዓዲ ስለዚ ስለ ዝተርነተ እዩ ንዓኣ ኣማዕድዩ ሰጊርናያ ኣለና። እወ ሕጂ እሞ ቀጽል እስካ እስኻ እስከ ከም ስ ከም ስነ ጥበበኛ ከም ኤርትራዊ እ ከም ደላይ ለውጢ እ ንኢሳያስ ከም ኣርእስቲ ብፍላይ ከም ስነ ጥበበኛ ን ከም ኣርእስቲ ተዋሂቡካ ክት ክትጽሕፎ እ እንታይ እንታይ ምበልካዮ ማለት እዩ ከም ሰብ ከም ፖለቲከኛ እ ብኸመይ ኢኻ ትገልጾ? ማለትሲ ብዙሓት ሕሉፍ ስስዐ ስልጣን ከም ዘለዎ ይገልጹ እዮም። ንውልቀ ነቲ ውልቀ መላኺ ባህርያቱ እውን ምስዚ ጥሙሕ እዚ ኣተኣሳሲሮም ይርእይዎ እዮም ን ንስኻ ከ ኣብዚ ጉዳይ እዚ ሕጂ ርእይቶኻ እንታይ እዩ?
ኣነ ብኸምኡ ኣይኮንኩን ዝርእዮ ከምዚ ኢሰያሲ ስልጣን ስስዐ ስለ ዘለዎስ ኣብ ስልጣን ሙሉእ ተዘይ መጺኻዮስ ብሰላም ትነብር ኢለ ኣይሓስብን እየ። ዳኒ ኢስያስ ስልጣን ናይ ስልጣን ስስዐ ስለ ዘለዎ ጥራይ እዩ ነዛ ዓዲ እዚኣ ዘባድማ ዘሎ ኢለ ይሓስብ እኔ። እንታይ ደኣ? ኢሰያስ ዕላማ ዘለዎ ሰብ እዩ። ስልጣን መምዘኒ ኣይኮነን ንኢሰያስ ባር ስልጣን ዘድልዮ ነቲ ዕላምኡ ከተግብር ስለ ዝደሊ እዩ ጥራሕ። ንሕና ኢሰያስ ኣብ ስልጣኑ ስለ ዝመጽኦ ኣይኮነን ነዚ ኤርትራ ከምዚ ጀኖሳይድ ዝገብሮ ወይ ክመውጽኦ ስለ ዝኽእል ኢሉ ፈሪሑ እውን ኣይኮነን። እቲ ኤርትራውነት እዩ ጸላኢ ናይ ኢሰያስ ዳኒ ኤርትራውነት ብገዛእ ርእሱ ሃገር ክቐውም ዝሓስብ ሜንታሊቲ ስለ ዝኾነ እዚ ጸላኢ ናይ ኢሰያስ ነዚ ከኣ ክዓኑ ኣለዎ ኤርትራዊ ኤርትራዊ ኢልካ ኤርትራዊ ጨለነት እዩ ኢልካ ኤርትራዊ ኤርትራዊ ዝበሃል ዝበሃለሉ ደረጃ ክኾኑ ኢዳ ኢላ ምሽ ሓቀይ ጸዓዱ ኣለዎት ኤርትራውነት ኤርትራውነት ጸዓደዎት ጥራይ እዩ ኤርትራውነትን ትግራውነትን ምስ ዓነወት ጥራይ እዩ እቲ ትግራይ ትግራይ ካብ ገዛእ ስም ክቆሙ ስለ ዝደልዩ እዚ ምስ ዓነወ ጥራይ እዩ እቶም ሕል ናይታ ዝደልያ ዋላ ይገልጽ እኳ እዩ ቴድሮስ ሲ ካብ መቕደላ ሰላሳ ኪሎ ሜተር ኣይረሓቐን ኢትዮጵያ ሕዲርዋ ዝበሃል ኮይ ኣይሕበራን ይብል እኳ እዩ እና ማንም ኢትዮጵያዊ ሃፀይ ማንም ኢትዮጵያዊ ጅግና ዘይሰርሖ ጅግንነት ክሰርሕ ሕልም ዘለዎ ምዃኑ ንዓይ ዝረኣየኒ ብስልጣን ብገለ ገለ ይኮን ጎብሳይ ትገብሮ ንዑ ገዚኡ ከዓ ክገዝኦ ደሊ ዶ ኣይጸልእን ይኸውን እሞ እሱ እዚ ንባዕሉ ዕላማ ዶ ይኮነ ዝኸውን ዘሎ ናይ ዝዓበየ ኣይጸልእን ይኹን እታ ብዓባያ ግን እታ ብዓባያ ግን እታ ብዓባያ ናቱ ሕልሚ ግን እታ ናይ ኣቢሲንያ ትበሃል ሃገር እታ ዓባይ ኢትዮጵያ ትበሃል ስኢልካ ቁንጭልጫል በዓል ኤርትራን ተጋሩ ገለመለ ዘይተፈለይዋ ዓባይ ንግስነታ ዘረጋግጽ ባዕሉ ውን ከምኡ ይብል እዩ ርኢኻያ ተኾንካ ንሕና በዞም ቅድሚ ሚእቲ ዓመት ዝተሰርሐ ዶባት ኣይንኣምን ኢና ብኢትዮጵያን ብኤርትራን ገለ ንኣምን ሰባት ኢና ንሕና ንግስነት ኣቢሲና ንኣምን ሰባት ኢና ኮ ይባሉ ኣነ በዚ ዲስቶርሽን ዲስቶርሽን ዝኾነ ሂስትሪ ኣይ ክሳይ ዝኾንና ኣይ መራሳሓና ዝብል ሰብ ቋይ ሕጂ ገጅስ ሕልምታቱ ነዚ ናይ ኤርትራ ጉዳይ ከምድላይ ትጫወተሉ ዘሎ ንሓታ ገጅ ሕልሚ ናይ ኤርትራውነት ስለ ዘይጽንሓና ኢና ከም ደረጃ ዝወድቅና በሃላ እያ ኣነ ሳላ እንደገና ሕጂ ናብ እየ ክመጻካ ደልየ ኤርትራ እባ ኢሳያስ ናይ ስልጣን ሽሹዕ ገለ በለ ንዓይ ከምኡ ኣይባል ኢሳያስ ወላ ኣብቲ ኣነባብሩ ናይ ተቃላሳይ መንፈስ ኣሎ በረኻ ይቕመጥ ተራ ህይወት ይነብር ፍትን ዳኒ እሱ ንገዛ ርእሱ ነቲ ሰብ ንክስሕብ ኢሉ ዝገብሮ ዋላ እንተኾነ ኣብ መንፈስካ ዝፈጥሮ ናይ ተቓላሳይ መንፈስ ግን ኣሎ ስታላ እሱ ዝሓልማ ኤርትራ እሱ ኣሜ ዝሓልማ ኢትዮጵያ እሱ ዝደልያ ማንም ሃፀይ ማንም ጅግና ማንም ኣነ ዝበለ ኢትዮጵያዊ ዘይገበራ ክገብር ዝሓልም ሰብ ምዃኑ የዳርትናለ ሕራይ ኣብዚኣ ሕጂ ሳይመን እቲ ስልጣን ንባዕሉ ዕላማ ክኸውን ዝኽእለሉ ኩነታት ኣሎ ዝብል ርድኢት እዩ ዘለኒ ኣነ። ሕጂ ኢሳያስ ናይ ስልጣን ስስዐ እንተዘይህልዎ ነይሩ፣ ንስልጣን ከም ዕላማ እንተዘይርእዮ ነይሩ፣ ከም ዝበልካዮ እንድሕር ዓባይ ኢትዮጵያ ምምስራት እንተኾይኑ ነይሩ ዕላምኡ፣ ዋእ እንታይ ደኣ ዘቃልስ ነይርዎ፣ ጃንሆይ ከምኡ እንድዩ ነይሩ ሕማሙ፣ ማለትሲ እቲ ዕላማ ናይ ጃንሆይ ንሱ እዩ። መንግስቱ ከኣ ከእሱ እዩ ዝደሊ ነይሩ። ኢንፋክት ይዕድምዎ ከም ዝነበሩ እውን ይስማዕ እዩ። እወ ተረዲኻን ኣለኻ? ናይ ብሓቂ እወ ርድ- ር- ጽናዕ ር- ሓንሳብ ርድእተይ ኣወዳእኒ እያ ሕጂ እዚኣ ኣወዳእኒ ኣወዳእኒ ስምኦን ሕራይ ሕራይ ሕጂ ሕራይ እዮማ ነቲ ስልጣን ከም ትብሎ ዘለኻ እቲ መሬት ከዕቢ እቲ ተሪቶሪ ግዝኣት ከዕቢ ዝደልየሉ ዝደልየሉ ዘሎ ምኽንያት ንሱ ኣብ ጥርዚ ዝፋን ክኸውን እዩ። እዚ ኸኣ ስልጣን ማለት እዩ። ናይ ስልጣን ስስዐ እዩ ከምኣ እንተ ዘይትነብር ግን ክደግመልካ ዘቐድም ኣቢለ ዝበልኩልካ እንታይ ዘውፅ ነይርዎ ንሜዳ ኩናትን ዕግርግርን ዘምፀ እውን ንሱ እዩ ዋላ መንግስቱ ዝቐፀለሉ ምክንያት እውን ንሱ እዩ ስለዚ ዘጋድል እውን ኣይነበሮን በረኻ ዘውፅእን እውን ኣይነበሮን ማለት እዩ ንስልጣን ተዘይደሊ ነይሩ ፅቡቅ ሓሳብ እያ እዚኣ በቲ ሓደ ካት ድሌት ቃስል ህዝቢ ኤርትራኻን ማዕድዎ እስካኒ ድሌት ቃስል ህዝቢ ኤርትራ ግድን ክዕወት ነይርዎ ክዕወት ንማምሃር ግፅ ነይሩ ብሕልፊ መንእስያት እቶም መንእስያት ድሕሪ ስሳን ሓሙሽተ መንእስያት ተምሃሮ ዩኒቨርሲቲ እናተሰለፉ እናተሰለፉ ክመፅእ ምዃኑ ስራይ ናይ ነፀ እዚ ቃልሲ እዚ ክዕወት ምዃኑ እንዳፈለጠ ከሎ ብጃኑ ዘሰልፍ ምክንያት ወላ ሓንቲ የብሉ እዚ ቃልሲ እዚ ናይዚ ቃልሲ እዚ ኣል ኮይኑ ናይቲ ቃልሲ እዚ ተኽኢሉ ከዓ መርሓ ኮይኑ ክጓዓዝ ጥራይ እዩ ነይሩ እቲ ሓደ ኣማራፂ እንድሕር ጃንሆይ ደኣ ክሰዓር ምዃኑ ይፈልጥ ናይ ሃይለ መንግስቱ ደኣ ክሰዓር ምዃኑ ይፈልጥ ድሌት ህዝቢ ኤርትራ እኮ ኣብ ምትግባር ክበፅሕ ኣለዎ ናይ ግድ ድሌት ህዝቢ ኤርትራ ክሰምር ኣለዎ